ወዲ ሰብ ስምዒቱ ንምግላጽ ካብ ኣቦታቱ ዝወረሶ ኣብ ባህሊ ኣብ ውግእ ኣብ ኩናት ብዝተፈላለየ መልክዕ ከም ዝገልጾ ንኹላትና ግሉጽ እዩ ስውር ኣይኮነን ስለዚ ሕጂ እውን እንተኾነ ብዜማታትና ብግጥምታትና ነቲ ኣይምለኽን ንበይነይ ዝብል ስርዓት ህግደፍ ዝትንክፍ ወይ ከኣ ዘጋልጽ ግጥሚ ሒዘልኩም ኣለኹ፣ ጽን ኢልኩም ክትሰምዑኒ ውን ብትሕትና የተሓሳስብ። ሰሚዕኪ ዶ ወይዘሮ ህግደፍ ጠጥዑሙ ንኣኽስ ትገብሪ ድኣ መንጸፍ ንህዝቢ ኮንክዮ ሕማም መንደፍ ሓቂ እናረኣኻስ ፈሪህካ ናይ ግደፍ። ህግደፍ መሪጻ ብሒታ ንበይና ክትዕንድር ከም ልባ ንኹሉ ኮኒና ክትሰርዕ ክትውድብ ውድባት በቲና መወዳድርቲ ዘይብላ እንኮ ፓርቲ ኮይና ሓይላ ክተደልድል ክትጭፍልቕ ህዝብና ህግደፍ ብሕትውቲ ሕዛእቲ ተዃሉ ስርዓታ ዘናብር ጎጃጂሉ ሕውነቱን ሓድነቱን ክንዲ ዝሕሉ ኣታን ዱላን እዩ ዝፈቱ ተባሂሉ ህዝብናስ ኣጥፊእ ኩሉ እትሉ ዝበሃሉ ዋናኣ ዘይቅየድ ብቐይዲ ኣሕዋቱ፣ ምስ ጓና ጎረቤት ሕሹኽሹኽ ዝፈቱ፣ ንሃገራውያን ኣሕዋቱ ዝቖጽር ቀዳሞት ጸላእቱ፣ ቅያር ናይ ኢሰፓ እታ ናይ መንግስቱ፣ ህግደፍ ትብሃል ከኣ ፓርቲ መስሪቱ፣ እንሆ ይቀዳደም ከደልድል ስርዓቱ። ኣንታ እንታይ'ዩ ዓስቡ እንታይ'ዩ ዋግኡ ጎረቤት ሓቒፉ ዝረግሕ ወድንኡ ብልሃቱ ዘይፍለጥ ስዉር ዓላማኡ ቅድም'ውን እንተኾነ ዘጠያይቕ ነይሩ ነሕዋቶም ወጊዶም ምስ ጎረቤት ክሓብሩ ጌና ኣይተወድአን እቲ ምስጢሩ ክንዲ ልዝብ ንህውከት እነዉ ይጽሕድሩ ከየወግሐ ዝሓከለት ኣብ ጎላጉል ዓላ ሰልፊ ነጻነት ጥምቀት ተቐቢላ ህዝባዊ ሓይልታት ጸኒሓ ከኣ ህዝባዊ ግንባር ተባሂላ ሕጂ ከኣ ህግደፍ ቀይራ ነጸላ ግና ገጻ ከተሓብእ ኣርቲፊሻል ተዃሒላ መራሕታ ብኣውርኡ ፍጥር ክብሉ ስርሖም መጭቋር ናይ ዓዋሉ ብዘይካ ሃባ ህንካ እኳ ዘይብሉ ብመጋረጃ ዓወት ንሓፋሽ እናተኸወሉ ክንደይ ዘይሰዓቦም ገስገስቲ እዮም እናተባህሉ ጉልባብ ዓወት ንሓፋሽ ሎሚ ተቐሊዑ ክንደይ እወ ነዚ ደጊፉ ኣጣቒዑ ናይ ጽባሕ ዘይፈልጡ ዘይለብሙ ቘልዑ ኣብ ውሽጢ ስድራቤት ዋህዮ እናሰርዑ ወለዲ ተሓሪሞም ከም ልቦም ከየውግዑ ወረ ካልእ ኣሎ ጸይቂ ንምስምዑ ኪዳን ሓዳሩ ዝበተነ ብስብከቶም ሰዲዑ ክትክእሎባ ግርም ናይ ታሪኽ ጠምዛዚት ቅድሚት ዝነበረት ትጎብሮ ንድሕሪት ንሓሶት ዘእምን ክኢላ እያ መሃዚት ንዝቃወማ በሊሕ ተጃጅዎ ብጭልግኒት። እከይ ነይከውን ናይ ሓፋሽ ወካሊ ከም ኣንበጣ ዝቆጽ ዘዝፈረ እኽሊ Thank you ዘይምሕር ኣረሜን ጨካኒ መዳህለሊ ኣዋጅ ተኣውጁ ኮይኑ ዘበን ገበል ወትሩ ዕስክርና ሰጥ በል ደው በል ርእይቶ ዘይብልካ ዘዝሃቡኻ ክትቅበል ኣነስ ዝገርመኒ ናይ በዓል ትም ንበል። ናይዚኦምስ ከኣ እረ በይኑ እዩ በይኑ Thank you ራድዮ ጋዜጣ ተለቪዥን ብእኦም ጥራሕ ተወኒኑ ከም ልብኻ ምዝራብ ብዓቐን ከኣ ኮይኑ ኣምላኽ ዝፈጠሮስ ልሳን ከኣ ተኾኒኑ ስልጣኖም ዘይፍለጥ ደረቱ ወሰኑ